ሰላም ከመይ ትፀንሑ ክቡራት ተኸታተልትና፣ እዚ ቦይተና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መፅና ኣለና። እዋናዊ ዝኾኑ ዜናታትና ብእዋኑ ንኽበፅሓኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኽብሪ ንዕድም። ህድማ ሰራዊት ብልፅግናን ዝውሰድ ዘሎ ስጉምትን ከበባ ንምዕራብ ትግራይን ዝተውሃበ ትእዛዝን ብግንባር ዓፋር ዝኣተወ ሓይልን ዝተወሰደሉ ስጉምትን ምፍሻል ሴራ ብልፅግናን ስምረታውያንን መጥቃዕቲ ድሮን ኣብ ልዕሊ ወሳናይ ድልድል ኩናት ኢራንን ኣሜሪካን ዝምልከት ሓድሽ ክስተት ካብ ኣመራርሓ ሰራዊት ትግራይ ዝተመሓላለፈ ኣዋጅ ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና ክትከታተሉና ብክብረ ንዕድመኩም ካብ ፍልፍላትና ዝተረኸበ ሓበሬታ ከም ዝገለጸ ሰራዊት ብልጽግና ህልቂት ከም ዘጋጠሞ ተሓቢሩ ሰራዊት ብልጽግና ምስ መሻርክቱ ዝኾነ ሰራዊት ህጹጽ ደገፍ ውሃቢ ሓይሊ ሱዳን ተሰሊፎም ንዓመታት ምስ ሰራዊት ሱዳን ክዋጋእ ከም ዝጸንሐ ክጽብጸብ ዝጸንሐ እንትኸውን፣ ሕጂ ግን ብሓይልታት ጽምዶ ዝሕገዝ ሰራዊት ሱዳን ብዝኸፈቶ መጥቃዕቲ ከቢድ ኪሳራ ይበጽሖ ከም ዘሎ ማዕኸናት ዜና ሱዳን ሒዘንኦ ዝወጽኣ ሓበሬታ የረድእ። ኣብ ከምሮከን ካልኦት ግዝኣታት ብሉ ናይልን ከቢድ ህልቂት በጺሕዎ ዝሃድም ዘሎ ሰራዊት ብልጽግናን ሰራዊት ህጹጽ ደገፍ ወሃቢ ሓይሊ ሱዳንን ብድሮን ዝተሓገዘ መጥቃዕቲ ይበጽሖ ስለዘሎ፣ ድልድል ኣፍሪሱ ንምህዳም እንተፈተነ እኳ ከም ዝፈሸሎን ከምልጥ ከም ዘይከኣለን ተገሊጹ። ብመሰረት ካብ ቤሻንጉል ጎሙዝ ዝተረኸበ ሓበሬታ፣ ብልጽግና ሱዳንን ኢትዮጵያን ዘራኽብ ድልድል ብድሮን ከም ዘዕነወን ሰራዊቱ ክሃድም ከም ዝፈተነን ተሓቢሩ። ይኹን እምበር ሰራዊት ሱዳን ብሓይልታት ጽምዶ እናተሓገዘ እቲ ዝፈረሰ ድልድል ብተገጣጣሚ ድልድል ብምትካም ናብ ቤሻንጉል ጎሙዝ ተሻጊሩ መጥቃዕቲ ከም ዝቐጸለ ካብቲ ግንባር ዝተረኸበ ሓበሬታ የረድእ። ሰራዊት ብልጽግናን ሰራዊት ህጹ ዝደገፍ ውሃቢ ሓይሊ ሱዳንን ዝነበሮም ርክብ ሙሉእ ብምሉእ ከም ዝተቋረጸን እቲ ዓማጺ ሓይሊ ሱዳን ይፈርስ ከም ዘሎን ዝገለጹ ፍልፍላትና ሕጂ ግን ቤሻንጉል ጎሙዝ ዓላማ ሓይልታት ጽምዶ ስለ ዝኾነት ብልጽግና ከቢድ ናይ ህልውና ሓደጋ ከም ዘጋጠሞ ገሊጾም ኣለዉ። እዚ ከምዚ ኢለ እናሃለወ ኣመራርሓ ሰራዊት ትግራይ መግለፅታት ምሃቦም ስዒቡ ምዕራብ ትግራይ ኣብ ሙሉእ ከበባ ትኣቱ ከምዘላ ተሓቢሮም። ስርዓት ብልፅግናን ስምረታውያንን ምዕራብ ትግራይ ከይትምለስን ተመዛበልቲ ከይምለሱን ዝዓለመ ሴራ ዘርጊሖም እንተነበረ እኳ ሴረኦም ሙሉእ ብሙሉእ ከምዝፈሸለ ተፈሊጡ። ብልፅግና ምስ ኣመራርሓ ስምረት ፓርቲ ብምዃን ኣብ ኣዲስ ኣበባ ኣንፃር ህዝቢ ትግራይ ዝኾነ ሰለማዊ ሰልፊ ንምክያድ ንነዊሕ ግዘ ምድላዋትን ናይ ሚድያ ወፍርታትን ክገብሩ ከምዝፀንሑ ዝፍለጥ እንትኸውን ዋና ዓላማ እቲ ሰልፊ ድማ ብልፅግና ኣብ ልዕሊ ትግራይ ወተሃደራዊ ስጉምቲ ንኸወሰድን ስምረት ፓርትን መሻርኽቶን ስልጣን ትግራይ ንክትቆፃፀሮን ጉዳይ ምዕራብ ትግራይን ተመዛበልትን ህፁፅ መፍትሒ ንኸይረክብ ምትዕንቓፍ ወዘተ ዝመሳሰሎ ከምዝኾኑ ዝተገለፀ እንትኸውን እቲ ሰልፊ ግን ሙሉእ ብሙሉእ ከምዝፈሸለን ዝተሓስበሉ ዓላማ ከምዘይወቕዐን እንዳተፀብፀበ ይርከብ። ብልፅግናን ስምረታውያንን ቀልቢ ዓለም ዝሰሓበ ሰለማዊ ሰልፊ ንክካየድን ዓቕሚ እንተረኺቦም ኣብ ልዕሊ ትግራይ ወተሃደራዊ ጦርነት ንምውሳድ ዓቕሚ እንተዘረኺቦም ድማ ህወሓትን ሰራዊት ትግራይን ብዲፕሎማሲ ንምግላለን ክሳብ ግብረ ሽበራ ንኸውሰኖም ድጋፍ ንምትእኽኻብን እንተካየድዎ እኳ ብዘይካ ሓደ ሓደ ትግራዋይ ትግራዋይ ከም ዝኣደመን ኣብቲ ሰልፊ ከም ዘይተረኸበን ተፈሊጡ። ብልፅግናን ስምረታውያንን በቲ ኩነታት ዝተናደዱ ተስፋ ዝቖረፁን እንትኾኑ ካብ ካልኦት ብሄረ ብሄረሰባት ዝኣከበዎም ዝተወሰኑ ተኸፈልቲ ሰልፈኛታት ቀሪፆም ከም ዘመሓላለፉ ተፈሊጡ። ካብ ትግራይ ዝተሰደቱን ኣብ ኣዲስ ኣበባ ዝነብሩን ተጋሩ ብህዝቦምን ብግዝኣቶምን ዘይደራደሩን ሕጂ እውን ኣብ ጎኒ መንግስቲ ትግራይን ሰራዊቶምን ምዃኖም ዘረጋግፅሉ ታሪኻዊ ኣጋጣሚ ከም ዝኾነ ተንተንቲ እናገለፁ ይርከቡ። ስምረታውያንን ተኸፈልቲ ብልፅግናን ኣብ ማሕበራዊ ሚድያ ብዙሕ ድጋፍ ከም ዘለዎም ወፍርታት እናገበሩ እንተፀንሐ እኳ ብዓለም ብዘዳለዎ ሰልፊ ድጋፍ ከም ዘይብሎም ዝተጋለፅሉ መድረኽ ከም ዝኾነን ከም ዝተጋለጾ እንዳተጸብጸበ ይርከብ። በዚ ኩነታት ዝተናደደን ትግራዋይ ብግዝኣቱን ብህዝቡን ዘይደራደር ምዃኑ ዝተረደኣን ስርዓት ብልጽግና ኣብ ኣዲስ ኣበባ ዝርከብ ትግራዋይ ምስ ሕወሓት ርክብ ኣለዎ ብዝብል ሰበብ ክእሰር ስለ ዝኽእል ተጋሩ ሰብ ብበዝሒ ኣብ ዝእከበሎም ስፍራታት ኣዲስ ኣበባ ከይእከቡን ጥንቃቐ ንኽገብሩን መጠንቀቕታት ተዋሂቡ ኣሎ። እዚ ከምዚ ኢለ እንሃለወ ኣመራርሓ ሰራዊት ትግራይ ሰራዊት ኣብ ትሕቲ ወራርቲ ዝርከብ ግዝኣቶ ንምምላስ ምድላዋቱ ከምዝወደኣ እናገለፁ እንትኾኑ ምዕራብ ትግራይ ወን ብዝተፈላለየ ኣንፈታት ትኽበብ ከምዘላ ካብቲ ግንባር ዝተረኸበ ሓበሬታ የረድእ። ካብ ፍልፍላት ዝተረኸበ ሓበሬታ ከም ዝገለጾ ኣብ ሱዳን ዝጸንሓ ኣርምታት ብዙሕ ኪሎ ሜትራት ተጓዒዘን ናብ ዶብ ምዕራብ ትግራይ ተጸጊዐን ከም ዘለዋ ተፈሊጡ። እዚ ከምዚ ኢለ እናሃለወ ብዓፋር ዝተፀገዐ ወራሪ ሓይሊ ተፀፊዑ ከምዝተመለሰ ተሓቢሩ። ካብ ፍልፍላትና ዝተረኸበ ሓበሬታ ከምዝገለፆ ሓይሊ ሓራ መሬት ኣብ ልዕሊ ሰራዊት ትግራይ ትንኮሳ እንተካየደ እኳ ሰራዊት ትግራይ ብዝወሰዶ ፀረ መጥቃዕቲ ከቢድ ክሳራ በፂሕዎ ከምዝተበታተነ ተፈሊጡ። ግንባር ዓፋር ብተደጋጋሚ መጥቃዕትታት ዝካየደሉ እንትኸውን ክሳብ ሕጂ ግን ወራሪ ተፀፊዑ ንድሕሪት ይሃድም ከምዘሎ ቁራስ ግዝኣት ትግራይ ከም ዘይሓዘን እንዳተገለጸ ይርከብ። እዚ ከምዚ ኢለ እናሃለወ ኣብ ኮተቤ ዩኒቨርስቲ ኣብ ልዕሊ ትግራይ ክውሰድ ዝተሓሰበ ስጉምቲ ዝምልከት ምሽጥራዊ ኣኼባ ከም ዝተኻየደ ተሓቢሩ። ኣብ ከተማ ኣዲስ ኣበባ ፍሉይ ቦታ ኮተቤ ዩኒቨርስቲ ምሽጥራዊ ፖለቲካውን ወተሃደራውን ምንቅስቓሳት ዝተኣናገድሉ መድረኽ ከም ዝተኻየደ ሸዲኹ ዝወፀ ሓበሬታ የረድእ። ብመሰረት ዝተረኸበ ፅፁይ ሓበሬታ ህፁፅን ኣልቦ ዝጠልብን ናይ ጥፍኣት ውጥናት ዝተሓንፀፀሉ ምሽጥራዊ ኣኼባ ከም ዝኾነ ተሓቢሮም እቲ ብዕለት 9 11 ወርሒ 2018 ዓ ም ብጀነራል ፃድቃን ገብረትንሳኤ ዝተመርሐ ኣኼባ ቀንዲ ዓላምኡ ድማ ኣብ ትግራይ ኣብ ዝሓፀረ ግዜ ሓበራዊ ናዕቢ ንምውላዕ ዘኽእል ኣወዳድባ ምዕራይ ዝብል ከም ዝኾነ ተሸሊኹ ዝወፀ ሓበሬታ የረድእ። ኣብዚ ኣኼባ እዚ ካብ ኩለን ዘባታት ትግራይ ዝተውፃእፅኡ ተሳተፍቲ ከም ዝነበሩ እውን ተገሊፁ ኣሎ። ጀነራል ጻድቃን ገብረትንሳኤ ኣብ ዘስምዖ መደረ ኣብ ቃልስና ኢና ዘለና ክንቃለስ ኢና ናብዚ መጺእና ስለዚ ቆሪጽና ክንቃለስ እዩ ዘለና ዕድመ ወያነ ክሓጽር ኣለዎ ከምዝበለተ ገሊጹ። ጀነራል ጻድቃን ወሲኹ ነዚ ዝኸውን ምቹው ኩነታት ብፍላይ ኣብ ከባብታት ዓዲግራት፣ ደጉዓ፣ ተምቤንን ሽረን ብዝሒ ኣባላት ከምዘለውዎ ከምዝገለጸ ተፈሊጡ። ይኹን እምበር ካብ ተሳተፍቲ ዝቐረቡ ሓሳባትን ፍርሕን ጭንቅን ዝዓብለሎ ከምዝኾነን ሕጂ ኣብ ትግራይ እዚ ንምግባር ምቹው ኩነታት የለን ከመይ እዩ ክፍጸም ጥቡቕ ዝኾነ ፖለቲካውን ጸጥታውን ክትትል'ዩ ዘሎ፣ እንታይ ክንገብር ንኽእል ዝብሉ ሕቶታት ብምልዓል ስግኣቶም ከም ዝገለጽሉ ኣኼባ ሸሊኹ ዝወጸ ሓበሬታ የረድእ። እዚ ከምዚ ኢሉ እናሃለወ ጀነራል ምግበይን ኣመሓዳሪ ዞባ ሰሜን ምዕራብን ኣብ ምምላስ ግዝኣት ትግራይን ተመዛበልትን ኣመልኪቶም መብርሂ ከም ዝሃቡ ተሓቢሩ። ድሕንነት ህዝቢ ትግራይ ዝረጋገፅን መደባት ህልውና ወይ ስራሕቲ መኸተ ዝዕወቱ ግንባርን ደጀንን ተናቢብናን ተኣሳሲርናን ተረዳዳኢናን ብምስራሕ ባይታና ረመፅ ብምግባር ካባቢናን ካብ ባንዳታትን ጅሱሳትን ሓራ ብምውፃእ ክኸውን ኣለዎ ክብሉ ዋና ኣማሓዳሪ ዞባ ሰሜን ምዕራብን ኣባል ማእኸላይ ኮሚቴ ውድብ ሕወሓትን ገሊፆም። እቶም ኣመሓዳሪ ነዚ ዝገለጾ ብዕለት ዓሰርተ ዓሰርተ ሓደ ወርሒ ክልተ ሽሕን ዓሰርተ ሸሞንተን ዓመተ ምህረት ምትእስሳር ደጀንን ግንባርን ላዕለዎት ኣመራርሓ ሰራዊት ምዕራብ ግንባርን ላዕለዎት ኣመራርሓ መንግስትን ውድብ ዞባን ወረዳታትን ምምሕዳር ከተማን ዞባ ሓፋሽ ማሕበራትን ኣመራርሓ ፀፅታ ዞባን ወረዳን ጠቕላላ ዞባ መኸተ ኮሚቴን ምውሓስ ላእላውነትን ህላወን ብዝብል ሓበራዊ ናይ ምርድዳእ መድረኽ እዩ። ድሕንነት ህዝቢ ትግራይ እስካብ ዝረጋገፅ በብርኩ ዘሎ ኣመራርሓ ህዝቢ ትግራይ ዘለዎ ኩነታት ብዕምቆት ተረዲኡ ጫፍ ብልሒ ህልውና ህዝቢ ክኸውን ኣለዎ ኢሎም እቶም ዋና ኣመሓዳሪ ኣዛዘ ምዕራብ ግንባር ጀነራል ምግበይ ሃይለ ብወገኖም ሕጂ ኣብ ወሳኒ ሓደጋ ኣለና ነዚ ንምፍታሕ ድማ ብብዙሕ ርሕቐት ተጓዒዝና ኣለና ሕጂ ቀሪና ዘሎ ፀገም ንቆፃፀረ እዩ ቀሪ ዘሎ ነቲ ቀሪና ዘሎ ጸገም ንምፍታሕ ድማ ደጀን ግንባር ፊት ንፊት ንዘራረብ ኣለና ድሕረ ምባሉ ንህዝብን ምምሕዳርን ዞባ ሰሜን ምዕራብ ትግራይ ንሰራዊትና ይግበረሉ ንዘሎ ዝተፈላለየ ድጋፋት ኣመስጊና። ተሳተፍቲ ኣመራርሓ ሰራዊት ብወገኖም ንሕና እናሃለና ዝተፈናቐለ ህዝቢ ኣብ ኬንዳ ንሕና ድማ ሰፊሕ መሬት ኣማዕዲና ንርእዮ ኣለና ስርዓት ብልፅግና በቢእዋኑ ሓደሽቲ መንገድታት እናፈጠረ ኣንፃር ህዝቢ ትግራይ ተዓጢቑ ዝቃለስ ዘሎ ሓይሊ ብምዃኑ ብሄራዊ ሓድነትናን ቃልስናን መልክዕ ኣትሒዝና ህዝብና ካብ ሓደጋን ዋጋ ዕዳጋ ከይወድቕ ኩለ መዳይ ቃልሲ ክንገብር ኢና ኢሎም። ከም ሰራዊት ብሄራዊ ቃልስና ናብ ሓደ ዓይነት ናይ ቃልሲ ምዕራፍ ተጠርኒፍና ናብ ተልእኾኡ ምብፃሕ ጥራሕ እየ ክብሉ እቶም ኣመራርሓ ወሲኾም ገሊፆም። ኣብ ውሽጢ ህዝቢ ኮይኖም ኣንጻር ኩሎም ብሄራዊ ቃልስታትናን ዝተሰለፉ ኣካላት ተልእኾኦም ስሕተት ምዃኑ ኣሚኖም ኣብ ጎኒ ህዝቦም ክስለፉ ከምዝግባእ ተሳተፍቲ ከምዝገለጹ ተፈሊጡ። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልዊ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም